ሃገር ደረጃ ከም ሕብረተሰብ ደረጃ I don't think ኣነ ክሳብ ሕጂ ከም ኤርትራዊ ውድብ ውዳበ ዘለዎ ሕብረተሰብ የለን ብሃገር ደረጃ ኣብ ምውድዳም እንተመጺኻ ከም ናይ ኤርትራውያን ቫይብረንት ፌስቲቫል የለን ን ውድድር ጽቡቅ እዩ ነቲ ውድድር ግን እንታይ ክትገብረሉ ኣለካ ሕግታት ከተውጽኣሉ ኣለካ ተረዲኻኒ ልክዕ ከምዚ ሓያል ብዕራይ ስሱዕ ኢሉ ናብ ዝኸደ ዝኸይድ ዕርፊ ኣትሒዝካ መንገዲ ተትሒዝካዮ ግን ግራት ምሉእ ክሓርሰልካ ዝኽእል ዩ ሃቭ ቱ ኦርጋናይዝ ዞስ ቲንግስ ዲስ ፒፕል ኣር ፕሩቪንግ ሳምቲንግ ዩ ኣነ እጅ ትፈልጠ ነገርካ ኣብ ኣብ ኣቑርደት ኣይተቐመጥኩም ወይ ኣብ ተሰነ ኣይተቐመጥኩም ገለ ከይብለካ ኣይፈልጦን የሱ እተን ኣነ ዝቕመጠለን ዝነበርኩ ከተማታት ግን ክርእየን ከለኹ ደይ ሃቭ ዲስ ኔቸር እንተወሓደ ግን እንተወሓደ ንህዝብኻ ዘይተዳኸም ንህዝብኻ ዘይትፀርፍ ንህዝብኻ ዘይተናሹ ንህዝብኻ ብሕማቕ ዘይተልዕል እንድሕር ኮይንካ ኣትሊስት እቲ ካልእ ሰብ ዝርእየካ ክዛረብ ከሎ እውን ክፈርህ ይኽእል እዩ ሓንቲ ነገር ከይገበርካ ወላ ሓንቲ ዝርእ ካብ ካልእ ዘይብልካ ከለኻ ክትጀሃር ከለኻ ግን ትርጉም የብሉ እምበር ደቂ ባፅዕ ከምዚ ኢና እንድሕር ኢሎምካ ኣነ ሕጂ ይዝክር ደቂ ባፅዕ ማእቶት ክንከይድ ከለና ወይ ገለ ከለኽርዮ ከለኹ ገንዘብ ነይርዎ ሃብታማት ይመስሉ ነይሮም ሪዚስ ኦልዌይስ ኣብ ኤርትራ ዩኖ ኣብ ኣነ ኣብ ስዊስ እየ ዝቕመጥ ዋን ኦፍ ሞስት ኣድቫንስድ ካንትሪ ፈዲኻኒ ኣነ ዝቕመጠላ ከተማ ባዝል እያ ኣባይ ቁሩብ ኬድካ ዞሪክ ዝበሃል ኣሎ ክልተ እዚኣቶም ዘይውዳእ ህልኽ እዩ ዘለዎም ክልቲኤን ዓበይቲ ክለባት ኣለዎም ኣብዛ ዓዲ ኩሉ ግዜ እዮም ህልኽ ኣማኢት ዓመታት ገይሮም ኣለዉ ከታላሉ ውድድር ኣብ ቁጠባ ሕለፍየ ንሳቶም ናይ ባንኪንግ ናይ ኣይቲ ሓያላት እዮም ንሕና ድማ ብፋርማሲቲካል ኣብ ዓለም ቁፅሪ ሓደ እዮም እሶም ኣብ ዓለም ዘለዉ እዩ ትናትና ከተማ ስለዚ እንታይ ይብሉ ባዝላውያን ጆክ ክገብሩ ከለዉ ኣብ ዙሪክስ ዝበለፀ እንታይ ኣሎ እንድሕሪ ኢሎም እታ ትሬን ናብ ባዚል ክምለስ እያ እታ ዝሓሸት ኣብ ዙሪክ ዘላ እዮም ዝብሉ ኣብ ዙሪክሲ ወላ ሓንቲ የለን እታ ትሬን ንባዝል ገፃ ተበጊሳ ዘላ ንሳ እታ ዝሓሸት ኣብ ዘላ እዮም ዝብሉ ዙሪካውያን ድማ ከምኡ እዮም ዝብሉ ባዘልሲ የለ እታ ትሬይን በቃ ናብ ዝርጋፃ ዘላ ሳይታ ዝሓሸት ውድድር እሞ ዝድሮም ኣብ ምዕባለ እዩ ናቶ ምዕባለ
ውድድር ፅቡቅ እዩ ነቲ ውድድር ግን እንታይ ክገብረሉ ኣለካ ሕግታት ከተውፅኣሉ ኣለካ ፈጃኻኒ ልክዕ ከምዚ ሓያል ብዕራይ ስዑድ ናብ ዝኸደ ዝኸይድ ዕርፍታት ሒዝካ መንገድታት ሒዝካ ግራት ምሉእ ክሓርሰልካ ዝኽእል ዩ ሃቭ ቱ ኦርጋናይዝ ዞስ ቲንግስ ውድድር ክህሉ ሰብ በቲ ኣይደንቲቲ ዝበዐ ዝዓበየላ ክሓስብ ፀገም ኣይኮነ ከረን ኣስመራ ኩዕሶ ክራኸቡ ከሎም ዓሽግር እዩ ነይሩ ቢካዝ ቦት ኣር ኮምፔቲቲቭ ከረን ኣስመራ ክስዕ ክስዕረና ይደልና ዝብል እምነት ነይሩ ቀደም ማለት እዩ ጅኳ እቲ ጋር ናዕበየ ስለ ዝኸደ ኣስመራ ናዕበየ ኮይኑ እንታይ ንማለት እየ እቲ ውድድር ኩሉ ሕማቕ ማለት ኣይኮነን ደን ኣመሓደርቲ ናይቶም ከተማታት ድማ ይወዳደሩ ነይሮም

እታ ንሕና ንበልፅ ንሕና ንሕይል ትብል እኮ ምስ ግዜ ሕጂ እኮ ኣብ ህውተታ ስለ ዘለትበልሽሚ ኣርእየኒ ብምንታይ ትበልፅኒ እንታይ ኣለካ ዝበለና ደቀባት ይብለካ ንኣብነት ሰብ ንሕና ኢና ከምዚ ዝገበርና ትኹም መፃእቲ ኢኹም ካብ ከምዚ ዝመፃኹም ኢኹም ገለመለ ሕራይ እዚ ናይ ምንታይ ወደቀባት ወዲ ዓዲ ቀይሕቲ ኮንካ ዓዲ ቀይሕ ዓድኻ ከረን መፂኻ እኮ ኣይትሓርስን እዮም ተቐደም ማለተይ እየ ረዲኻን ሕጂ ጋሽ ባርካ ኮይንካ ክትሓርስ ትኽእል ዋላ ዞባ ዓሰባ መፂኻ ብዲጋ ከርከበት ኬድካ ክትሓርስ ትኽእል ዓቕሚ ጥራይ ኣሉኻ ካፒታል ኣሉኻ እቲ ቀደም ግን ወዲ ኣባት ኮይንካ ዋላ ገለ እኳ ኣብቲ ዓድኻ ኢኻ ትነብር ረዲኻኒ ዓድኻ ዓድኻ ኢኻ ቀደም ከምኡ ኢና ነርና ሰንሒት ተኮይኑ ሰንሒት እዩ ዝነብር ሰራየ ተኮይኑ ሰራየ እዩ ዝነብር ኣብታ ሰራየ ብዝሰርሓ ብዝፈጠሮ ምዕባለ ዝጀሃር ተኮይኑ ኢትስ ኦኬ Hey you have to accept those things ሓደ ሰብ ብስርዑ ፈጢሩ ዝገበሮ ብኡ ክጀሃረልካ ንቡር እዩ ኣይትሓዘለይ ኩሉ ሰብ ሓደ ክኾነ ይክል ያው እቲ ጃህራ ሓንቲ ነገር ከይገበርካ ወላ ሓንቲ ዝርእ ካብ ካልእ ዘይብልካ ከለካ ክትጀሃር ከለካ ግን ትርጉም የብሉ እምበር ደቂ ባፅዕ ከምዚ ኢና እንድሕር ኢሎምካ ኣነ ሕጂ ይዝክር ደቂ ባጽዕ ማእቶት ክንከይድ ከለና ወይ ገለ ከለ ክሪኦ ከለኹ ገንዘብ ነይርዎ ሃብታማት ይመስሉ ነይሮም ብከስ ኣይደኖ እቲ ከተማማ ይፈልጦን እየ ተተማረ ከሎ ከይደ ይፈልጥን እየ ግን ደቂ ባጽዕ ሃብታማት ኮይኖም እዮም ዝስምዑ ነይሩ እንታይ ንማለት እዩ ደይ ሃድ ደያር ቅጥረት ወደብ ስለ ዝኾነ ገለ እንታይ ንማለት እዩ እቲ ቦታታት ጂኦግራፊካል ወዲ ባጽዕ ከም ወዲ ባጽዕ ክሓስብ ንቡር እዩ ኣይትጸልዖን ኢኻ እዚ ወዲ መንደፈራ ከም ወዲ መረቐ ወዲ መንደፈራ ብኮርሶ ንፋዓት እዮም ደቂ ኣስመራ ሎክ መንደፈራ ደቂ ድሕሪ ኣስመራ ንፋዓት እዮም ነይሮም ኩሉ ግዜ ኮርሶ ዘሎ ኩሉ ግዜ ኮርሶ ውድድር ኣሎ ክሳብ ኣነ ዝወፅእ ክልተ ሳት ክልተ ሽሕን ክልተና መንደፈራ ነይረ ኤቭሪ ሳንደይ ኮርሶ እማኻ ስምዒት ናይቲ ህዝቢ ኣነ ኮርሶ ካብ ኣስመራ ወጻኢ ኣብ መንደፈራ ርእየዮ፣ ኩዕሶ እግሪ ድማ ካብ ዳርጋ ካብ ኣስመራ ወጻኢ ዝበለጸ ኣብ ከረን ዘሎ ኮይኑ ይስምዓኒ እዩ፣ ምኽንያቱ ስምዒት ኣሎ፣ እቲ ሜዳ ኩሉ ግዜ ምሉእ እዩ፣ ደገፍቲሲ ኩሉ ግዜ ምስ መልኡ ወይ እቲ ስቴድዩም ናይ ከረን ነቶም ደቂ ክለባት ይርእይዎም እዮም፣ የጣቅዑሎም እዮም፣ ይድግፍዎም እዮም፣ ድሕሪ ደገፍ ኣለዎ ድማ ስፖርት ይሕይል እዩ፣ መንደፈራ ድማ ኮርሶ ኩሉ ግዜ እዮም ዝርእይዎ፣ እታ ጽርግያ ኩላ ምልእቲ እያ። ኣብ ኣማማሕትትና ዝነበሩ ከዓ በቃ ነቶም ጋንትኦም ገለ ክስተዩ ዝበለ ክስተዩ ዝበል ዓይኖም ክካትዑ እዮም ዝብሉ እንታይ ማለት እዩ ዲስ ፒፕል ኣር ፕሩቪንግ ሳምቲንግ ዩ ኣነ እጅ ዝፈልጦ እየ ነገርካ ኣብ ኣብ ኣቑርደት ኣይተቐመጥኩን ወይ ኣብ ተሰነ ኣይተቐመጥኩን ገለ ከይብለካ ኣይፈልጦን የሱ እተን ኣነ ዝቕመጠለን ዝነበርኩ ከተማታት ግን ክርእየን ከለኹ they have this nature ብዝኻ ውድድር እዩ ኣብ ዓዶም ዝገብርዎ ዘለዎ ስራሕ እዩ ብስርሖም ኮርሶስ ንፍዓት ኢና እንድሕር ኢሎም ካብ ደቂ መንደፈራ ፋኒ ንፍዓት ተረኺብኩም ካብ ንስኻ ትፈጥሮ ስንፍናታት ዝመጽእ ዓሌት ዓሌታውነት ኣሎ ተዲኻኒ ንስኻ ኣፍ ደገ ከፊትካ መዓጾ ኣርሒኻ በዓልኻ ተርእዮም ኣሎ ንክጸርፉኻ ሲ እንስሳ ክብልኻ ሲ ናይ እንስሳ ተግባራት ክትገብር ከተርእዮም የብልክን እንስሳ ዝገብሮ ተግባር ንሓደ ክልተ ኣብዑር ተተባይሶም ዓራቕ እንተዘይረኺቦም ኣይብላ ኣይስለ ኣይስተይ ዝገብሮ እቲ ሓደ ነቲ ሓደ ረዲኻኒ because they are animals ክልተ ካልኦት እንስሳታት ተባይሶም ከምኡ እዩ ንስኻ ሰብ ምዃንካ እዚ ብፍላይ ድማ ንሓውኻ ኣብ ሓውኻ ትገብረ ክብረት ንህዝብኻ ተርእዮ ክብረት ሰብዊ ዝልክዓካ ናትካ ክብረት ዝልክዓካ
እንድሕሪ ሓውኻ ወይ ሕማቕ ኤግዛምፕል ማለት እዩ። ንሰበይትኻ ንስኻ እንተ የኽቢርካያ ኣብ ቅድሚ ሰብ ከመይ ገይሩ ሰብ ካልእ ከኽብረካ ትጽበ? ምክንያቱ ነቲ ምሳኻ ዝነብር ዘሎ ሰብ ከተኽብር እንተ ክኢልካ ነዴኻ ከተኽብር እንተ ኣብ ቅድሚ ሰብ ነዴኻ ትዝንጥል እንተ ነቦኻ ትዝንጥል እንድሕር ኮይንካ ካልእ ሰብ ስብ ዛዕባኻ ስብ ዛዕባ ክብረት ክዛረብ ኣይክእል ተዳኒ ስለዚ እቲ ንሕና ንነብስና ብምስኽኻ ንሕና ንነብስና ብምትሕልላይ ንሕና ንነብስና ንህዝብና ብምኽባር ንህዝብና ሓቆፍቲ ክንከውን ከለና እንተወሓደ ግን እንተወሓደ ንህዝብኻ ዘይተዳኸም ንህዝብኻ ዘይትፀርፍ ንህዝብኻ ዘይተናሽው ንህዝብኻ ብሕማቕ ዘይተልዕል እንድሕር ኮይንካ ኣትሊስት እቲ ካልእ ሰብ ዝርእየካ ክዛረብ ከሎ እውን ክፈርህ ይኽእል እዩ ምክንያቱ ሓድነትካ ከፍርሆ ይኽእል እዩ ንዓኻ ከምዚኣ ዝተጠናነካ ህዝቢ ንሓደ እንተፀሪፍካ እቲ ሓደ ክመፀካ ከም ዝኽእል እውን ክሓስብ ይኽእል እዩ እንዲኻኒ ሶማላውያን ሕጂ ናይዚ ኣብነት እዮም ሶማላውያን ወላ ሕጂ ብዚ ክትሪኦም ከለኻ በቃ ሓደ ሶማላዊ ኮይኑ ዝኾነ ነገር እንተ በፂሕዎ በቃ ካልእ ሶማላዊ ሓንቲ ሱቕ ኣይብል ብጣዕሚ እዮም ዝተሓዋወፉ ኣነ ግርም ዝብለን ናቶም መዓት ፀገም እዩ ዘለዎም ክገርመካ ሶማላውያን ኣብ ውሽጢ መዓት ፀገም እዩ ዘለዎም ግን ናይ ወፃኢ ናይ ደገ ፅላይ ክመፆም ከሎ ሓድነት ኣለቶም ፈዲኻኒ ወላ ኣብዚ ኣብዚ ናይ ግን ትራምፕ ኣይረኣኻዮን እንዲኻ እቲ ኮሚኒቲ ናይ ሶ- ሶማል ክሳብ ክንደይ ጠንካራ ምዃኑ ከጥቅዖም ምስ ፈተነ እታ ሓላፊት ናይቲ ኮሚኒቲ እ፣ መን እያ ሽማ እ፣ ኖ ኖ ኖ ኖ፣ ሜሮን ኣብዚኣ እ፣ ጌጋ ኣብነት ከይንህብ ኤርትራውያን እዋ፣ እዚኦም ሓያላት እዮም ኣብ ንሕና ከም ሕብረተሰብ ክረኣ ከሎ ኤርትራውያን ሓያ- ሓያላት ኢና እዋ፣ ፎር ወቴቨር ሪዝን ኤርትራዊ እንተፀሪፍካ ኣብ ሚድያ ግብፃዊ ኹን ዋላ ጃፓናዊ ኹን ርእስኻ ክሕምምኻ ይኽእሉ እዮም ከም ኤርትራውያን ነውፅእ ዝገብር ኣብ ሶሻል ሚድያ የለን ማራ ሓያላት ኢና እንተነኺስና ግን ኣብ ናይ መወዳእታ ሰዓት ስለ ዝኾን በር ንሚድያ ከማን ካብ ካልኦት ንላዕሊ ንኽእሎ እዩ ኮይኑ ይስምዓኒ ልክት እቲ ሚድያታት ክሳብ ዝቐረባ ዶሚንያ እንታብቲ ሚድያ ኤርትራዊ እዩ ሕጂ እዩ እቲ ኣመና ስለ ዝበዛሕና ጫውጫውታ መፅኡ እምበር ነቲ ሚድያታት ዝቆፃፀሮ ንሱ እዩ ነይሩ ኣብ ብብዝሒ ኣብቲ ሚድያ ምምፃእ ምስ ካልኦት ኢኻ ትወዳደር ተሪኻ ምስ ኢትዮጵያ ምስ ኢትዮጵያ ዓበ ሃገር ኤርትራዊ ኣነ ኤግዛምፕል ክህብ ዝፈተንኩስ እንታይ እዩ መስለካ ኣብ ንሓድሕዶም ሲ ወላ ፕረሲደንት ዝኣክል ወላ ክቃወሞም ፈቲኑ ገለሲ ዝገብርዎ ዝነበሩ እቲ ንሓድሕዶም ዘለዎ እጂ ንሓድሕድናስ ቁሩብ ክሳይ ንገብር ኢና ንሓድሕድና ንቃላና ኢና ከምዚ ንሓድሕድና ንባኣስ ኢና ዝኾነ ተጋጢሙስ ንሓድሕድና ኢና ዝብል ሓሳብ ክትበኒ ስለ ዝጸናዕካ እዚ ከም ኤግዛምፕል እየ ንዕኡ ኣምሲልካ ሕጂ ኣብቲ ኣብ ፒክቸር ኢና ንዛረብ ዘለና እምበር ከም ሃገር ደረጃ ከም ሕብረተሰብ ደረጃ ኣይ ዶንት ቲንክ ኣነ ክሳብ ሕጂ ከም ኤርትራዊ ውዱእ ውዳበ ዘለዎ ሕብረተሰብ የለን ብሃገር ደረጃ ኣብ ምውድዳብ እንተመጺኻ ከም ናይ ኤርትራውያን ቫይብረንት ፌስቲቫል የለን ከም ናይ ኤርትራዊ መዓልቲ ናጽነት የለን ተረዲኻኒ የለን ኣነ ኣይረኣኹን ማለት ከኣ ኢትዮጵያውያን ኣለዉ ሶማላውያን ኣለዉ ሱዳናውያን ኣለዉ ኖ ዊ ኣር ቨሪ ዩኒክ ጽቡቕ ዝኾነ ሓድነት ዝዓቀብና ሰብ ኢና እንታይ ኢና ንብል ዘለና ኣብቲ ውሽጢ ኢና ንዛረብ ዘለና ተዲኻን ብደቀ
ሶሻል ሚድያ ሶማላውያን ካብ ፈለው ስለ ዝገብሩኒ ብፍላይ ኣብ ትዊተር ማርያም ብኤርትራውያን ዝድረቡ እንታይ ዓይነት ሓድነት እዩ ዘለዎም እዚኦም እዮም ዝብሉ ንዓና ኢሚ እዩ ዝብል ክገርመካ እዚኣ ንካልእ ከማን ጌጋ ርድኢት ከይለዎም ኤርትራውያን ብብዙሓት ዓብ ኣድናቆት ዘለና ህዝቢ ስለምንታይ ኤርትራ ሰለስተ ሚልዮን ህዝቢ እዩ ሚትን ሰላሳ ሚልዮን ዝበሃል ሃገር ብፍፁም ኤርትራ ዲና ንድሓን ግደፎ ክለተ ሰለስተ ሚልዮን መኪን ግበራ